ሰላም ሰላም ክቡራት ተኸታተልቲ ሓበን ሚድያ ከመይ ቀኒኹም? እምበኣርከስ ሎሚ እውን ከምቲ ልሙድ ኣብ ሓቀኛ ዛንታ ዝተመርኮሰ ፍቕራዊ ህይወት ሒዝናልኩም መፂና ኣለና። ምትብባዕኩም ኣይፈለየና። ናብቲ መደብ ከብለኩም። ሰንበት መዓልቲ ናይ ንጎ እዩ ነይሩ። ኣውደ ኣመት ፋሲካ ኣብ ሓደ ኮንሸሎ ሃብቶም፣ ሄለን፣ ቅሳነት ዝበሃሉ ካብ ጎረባብቶም ሙሉእ ሰለስቲኦም ብጣዕሚ ዝፋተዉ ኣብ ሓደ ኳንሸሎ ኮፍ ኢሎም ብድሙቕ ዋዕዋዕታን ሰሓቕን የዕልሉ ነበሩ። ሃብቶም ድሮ ክሓርድ ካራ እንዳሰሓለ፣ ሄለን ንኣውደኣመት ዝኸውን ሽጉርቲ እንዳመተረት፣ ከምኡ'ውን ቅሳነት እንጀራ እንዳሰንከተት ንምሳሕ ክርኩ ተብተብ እዮም ዝብሉ ዝነበሩ። ኣብ ምድሪ ስደት እዩ፣ ኣብ ሃገረ ዩጋንዳ ርእሰ ከተማ ካምፓላ። ዋላ ድኣ ካብ ዝተፈላለየ ቦታን ከባቢን ይምጽኡ እምበር፣ ካብ ሓደ ሃገር ብምምጽኦም ኣብ ሓደ ኳንሸሎ ብምቕማጦም፣ ልክዕ ከም ኣሕዋት እዮም ዝቀራረቡን ዝተሓላለዩን። ኩሉ ግዜ ኣውደኣመት ክኸውን ከሎ ኣብ ናይ ቅሳነት ገዛ እዮም ብሓባር ኣውደኣመት ዘሕልፍዎ ዝነበሩ። ሃብቶም ጽልም ዝበለ ኮይኑ ኣዝዩ ትሑት፣ ሰሓቕን ጸወታን ዝፈቱ፣ ኣብ ሓደ ሆቴል ከም ማናጀር ተቖጺሩ ዝሰርሕ ሰብ እዩ። ሄለን ቀያሕ ኮይና ቀልጢፋ ሓሪቓ፣ ቀልጢፋ ተመላሲት፣ ለዋህ ልቢ ትውንን እያ። ቅሳነት ከደራይ ሕብሪ ሰውነት እትውንን፣ ርግእ ኢላ ንነገራት ትጥምት፣ ለባምን መስተውዓሊትን ሰብ እያ። ሰለስቲኦም ሒዞሞ ዝነበሩ ስራሕ ድሕሪ ምውድኦም እዋን ምሳሕ ኣኺሉ ናውቲ ቡን ድሕሪ ምቕራብ ኣብ ሳሎን ኮፍ ኢሎም ድሕሪ ምምጋቦም ቡና ኣወል ክትወርድ እንዳተጸበዩ ሃፍቶም ኣፊቱ ኣብ ልዕሊ ኮመዲኖ ዘላ ድያሪ ድሕሪ ምርኣይ እዛ ድያሪ እንታይ ምስጢር እያ ሒዛ ዘላ ወይ ክትነግርና ኢኺ ወይ ክነንብባ ኢና ኩሉ ግዜ ኢኺ ትኽልክልና ብምባል ንቅሳነት ሕቶ ኣቕረበላ። ሄለን ውን ትቕብል ኣቢላ፣ ሓቅኻ ኢኻ ሃብቶም፣ ንዓይ ውን ከንብባዎ የዕልልኒ ኢለ ክንደይ ግዜ ሓቲተያ ኣብያትኒ'ያ ብምባል ናብ ቅሳነት ጠመተት። ቅሳነት ውን ከዕልለኩም ጸልየ ኣይኮንኩን፣ ብዛዕባ እዚ ኣብ ድያሪ ዝጸሓፍኩዎ ግን ክዝክሮ ከለኹ ቃንዛይ ስለ ዝዝከረኒ ቁስለይ ከይትንከፍኪ ሓምም ብምባል'የ ክትብል መለሰትሎም። ሄለን ብጊዲኣ፣ እወ ጽቡቕ ኣለኺ፣ ቃንዛ ክህልወኪ ይኽእል'ዩ፣ ግንሲ ንሕና ካብ መዓስ ንተሓባባዕ ንሕና ኩሉ ዘጋጥመና እንዲና ንዕልለኪ ንስኺ ውን ከምኡ ኣብዚኣ በጺሕኪ ትሕብእልና ሎሚ ከይዕለልክና ካብዛ ገዛ ምውጻእ የላን ብምባል ሓቂ'የ ዶ ሃብቶም በለቶ ሃብቶም ትቕብል ኣቢሉ እወ ሓቅኺ ሄሉ ሎሚ ግድን ቅሳነት ክተዕልለና ኣለዋ ብምባል ኣዒንቱ ናብ ቅሳነት ኣበለን በቃ ካብ በልኩም ከዕልለኩም እየ ሎሚ ትገድፉና ኣይትመስሉን ኢኹም ኢላ ዕላላ ጀመረት ቅሳነት። ዳኒኤል ሽሙ ካብ ሃብታማ ስድራ ዝውለድ ኮይኑ ቅይሕ ዝበለ ነዊሕ ኣዝዩ ትሑትን መስተውዓልን እዩ። ሊላና ምስ ዳኒኤል ብሓንቲ ንዓይን ንዳንን እትፈልጥ ሱዛን ትብሃል መሓዛ እዩ ነይሩ። ስድርኡ ኣብዚ ዓዲ ምስኡ ዝቕመጡ ኮይኖም ዕብይ ዝበለ ድኳን ማለት ሱፐርማርኬት ስለዘለዎም ስድርኡ እውን ርኹባት ኮይኖም ካልእ ስራሕን ስለዘለዎም ነቲ ድኳን ባዕሉ እዩ ዘመሓድሮ ዝነበረ። ሱዛን መሓዛይ ንዳን ኣብ ኤርትራ መማህርታ ብምንባሩ ኣብዚ ዓዲ ምስ ተራኸቡ ድሕሪ ምዝኽኻር ጽቡቕ ምሕዝነት ድሕሪ ምጅማሮም፣ ኣብ ገዛ ናይ ሱዛን ቡን ክሰቲ ምስ ጸውዐትኒ፣ ኣብ መንጎ ቡን እንዳሰተና ናብ ሱዛን ብምድዋል ናብቲ ዝነበርናሉ ገዛ ብምምጻእ መጀመርታ ጊዘ ምስ ዳንስ ተላለና። ሌላና ከኣ ቀስ ብቐስ ብቴሌፎን ካብኡ ብኣካል እንዳበለ ክልቴና ኣዚና ብምቅርራብ ሌላና ናብ ፍቕሪ ዝሰገረ። ኣነ ብፍቕሩ ተጸሊለ ንሱ ውን ከምኡ። ከምዚ ከፍቅር እሞ ድማ ኣብዚ ዘለክዎ ምድሪ ስደት ብፍጹም ኣብ ሓሳበይ ከማን መጺኡኒ ኣይፈልጥን እዩ ነይሩ። ኣነ ከይረኣክዎ ምውዓል ምሕዳር ዘይሕሰብ እዩ። እንተ ወሓደ ኣብ መዓልቲ ዋላ ኣብቲ ዱኳን ዝሰርሓሉ ከይደ ሓንቲ ግዜ ነዚ ኣዒንተይ ርእይ ከብሎ ኢለ እየ ዝኸይድ። ከምዚ እንዳበልና ጥዑም ግዜ ናይ ፍቕሪ ኢና የሕሊፍና። ኣብቲ ግዜ እቲ ኣነ ስራሕ ስለ ዘይነበረኒ ሱዚ መሓዛይ ግን በንጻሩ ትሰርሕ ስለ ዝነበረት፣ ዳኒ ንእሽተይ ዕረፍቲ ኣብ ዝረኽበሉ ናይ ሱዛን ገዛ ኣብ ጥቓ ስራሕ፣ ናይ ዳኒ ብምዃኑ ንመፍትሕ ካብ ሱዛን ተቐቢልና ናውቲ ቡና ኣቐራሪብና ሱዛን ክሳብ ትመጽእ ጽቡቕ ናይ ፍቕሪ ሃዋህው ኢና ነሕልፍ ኔርና። ከምዚ እንዳበለ ፍቕርና ኣብ ደገ ዝቕመጥ ሓወይ ብተደጋጋሚ የዕሩኽቱ ንሓፍትኻ ኣላልየና ተመርዒና ክንወስዳ እንዳበሉ ክርብሽዎ ምስ ጀመሩ፣ ምሳይ ክማኸር ድሕሪ ምባል፣ ደለይተይ ብዙሓት ከም ዝኾኑ ንዕኡ እውን ከም ዘሸግርዎ ናተይ ሓሳብ ክሰምዕ ምሳይ ክማኸር ብምባል ከም ዝደወለለይ የዕለለኒ። ኣነ ኸኣ ብኹርዓት ኣነ ዘፍቅሮን ዘፍቅረንን ኣብዚ ዓዲ ከም ዘሎ ምስ ነገርክዎ እንታይ ትዛረቢ ኣለኺ ንሕና ንመጻኢኽን ንዕላማኽን ደሓን ዝኾኑ ሰባት ብመርዓ ገይሮም ዘውጽእኺ እንዳበልናሲ ንስኺ ኸኣ ምሳኺ ዝቕመጥ ብምባል ክደለኒ እዩ ዝጀመረ። ኣነ ግን ህድእ ኢለ ስድርኡ ርኹባት ኮይኖም ኣብ ጸዓዲ ከም ዘለዉ፣ ንሱ እውን ነብሱ ብጽቡቕ ዘመሓድር ከም ዝኾነ፣ ኣዚና ከም ንፋቐርን ትካል ኣብ ዝከፊትና ሓዳርና ኣብዚ ዓዲ ከም ንገብሮ ከም ዝተረዳዳእና፣ ቁሩብ ጊዘ ክህበኒ ከም ዘለዎ ኩሉ ክሕብሮ ምዃነይ ነጊረ ቀስ ኢለ ኣረዳእኩዎ። መጀመርታ ኣብ ሓሳበይ እኳ ምስምማዕ እንተኣበየ፣ ድሓር ግን ኣነ እንታይ ገዲሹኒ? ንስኺ እኽልቲ ኢኺ ቆልዓ ኣይኮንክን ኣይትተሃወኺ ነቲ ወዲ ኸኣ ቅድሚ ምውሳንኪ ጥዑይ ጌርኪ ጥራይ ፍለጥዮ ክድውለልኪ ኢሉ ቴሌፎን ዓጸዋ። ከምዚ ኢሉ ፍቕርና ምስ ዳኒ ብጽቡቕ እንዳቐጸለ እንከሎ ትቕብል ኣቢላ ሄለን እወ ቀጽልልና እባ ኣይተቋርጺ ብምባል ተሃዊኻ ኣብ መንጎ ዘረባ ኣተወት። ሃብቶም እውን ብግዲኡ ሄለን ሓንሳብ እባ መንጎይ ትእተውያ ብምባል ስቕ ክትብል ከም ዘለዋ ንሄለን ተዛረባ። ቅሳነት ዘረባኣ ብምቕጻል፣ ክቕጽለልኩም እየ ኣይትተሃወኹ ብምባል ዕላላ ከምዚ ብምባል ቀጸለት፣ ካብ ዕለታት ሓደ መዓልቲ ወጺኤ ኣብ ከባቢ ስራሕ ናይ ዳኒ ስለ ዝነበርኩ ንዳኒ ደዊለ ንራኸብ ይብሎ እሞ ዳኒ ሎሚ ስራሕ ጽዒቑኒ ኣሎ ጽባሕ ንራኸብ ስለ ዝበለኒ ናይ ሱዛን ገዛ ከኣ ኣብ ጥቓ ስራሕ ናይ ዳኒ ብምንባሩ ሰንበት ናይ ዕረፍቲ ጊዝኣ ብምዃኑ ዋላ ሰላም ክብላ ብምባል ንሱዚ ከይደወልኩ ናብ ሱዚ መሓዛይ ገጸይ ኣምራሕኩ። ገዛ ናይ ሱዚ በጺሐ ካንሸሎ ድሕሪ ምእታው ገዛ ተገፍቲኑ ስለ ዝጸንሐኒ ኣለኽዶ ሱዚ ብምባል ማዕጾ ገዛ ክፍት ኣቢለ ምስ ኣተኹ ዘይተጸበኾ ክስተት ዘጋጠመኒ ብምባል የዒንቲ ቅሳነት ንብዓት ኮረር ከብላ ግዜ ወሰዳን። ሄለንን ሃብቶምን ብሓንሳብ ይቕረ ይተቕሱን ኣብ ዝኽሪ መሊስናኪ ተረጋግኢ ዋላ ካልእ መዓልቲ ተዕልልና ብምባል ተዛረብዋ። ቅሳነት ድሕሪ ዓሚቕ ምስትንፋስ ኖኖእ ጸገም የለን ሕጂ ድኣ ጀሚረልኩም እንዴ ክቅጽለልኩም እየ ብምባል ጀረብረብ ዝብላ ኣዒንታ እንዳደረዘት ገዛ ናይ ሱዚ ክፍት ኣቢለ ድሕሪ ምእታወይ እቲ ፍቅረይ ህያበይ መናብርተይ ሂወተይ ኢለ ዝምክሕሉ ዳኒ ምስ እምንቲ መሓዛይ ዝብላ ሱዚ እሞ ድማ ባዕላ ምስ ዘላለየትኒ ዳኒ ኣብ ዓራት ተጎዝጊዞም ክሳዕ ሓሙስ ጸንሑኒ። ኣብታ ሞት የዒንተይ ዝረኣይኦ ነገር ምእማኑ'የን ኣጸጊመናኒ። ብስንባደ እንዳነባዕኩ ናብ ገዛ ብምኻድ ተዓምጺጸ ኣይበልዕ ኣይሰትየ ኮይነ። ክልቲኦም ተደጋጋሚ ብደወል ክቕበሎም ስለ ዘይከኣልኩ ብቴክስት መልእኽቲ እንዳሰደዱ ይቕሬታ ብምባል'ዮም ክጽሕፉለይ ዝጀመሩ። ኣነ ልበይ ስለ ዝተሰብረ ዘምር ካብ ጸሊኤ ኣብ ገዛ ተዓጽየ ቀለበይ ንብዓት እየ ኮይኑ ድሕሪ ሰሙን ይኸውን ዘይፈልጦ ተሌፎን ተደዊሉለይ ምስ ተቐበልኳ ንዳና ዓርኩ ከም ዝኾነ ዳና ኣብ ሕክምና ጥቓ ሞት እዩ ዘሎ ንቕሳነት ጸውዕለይ ስለ ዝብል ዘሎ በጃ ክምጽእ ብምባል ኣድራሻ ናይቲ ሆስፒታል ብምሕባር ተሌፎኑ ዓጸዋ። ኣነ እውን ድሕሪ ቁሩብ ምሕሳብ በቲ ፍቕሩ ስለ ዘይወጸለይ በቲ ከኣ ኣብ ጥቓ ሞት ኣሎ ስለ ዝበለኒ ብስንባደ ናብቲ ሆስፒታል ከድኩ። ሆስፒታል ድሕሪ ምብጻሐይ ዳኒ ገጹ ጸልሚቱ ብድሁል መንፈስ ካብ ልሳኑ ይቕሬታ ጥራየን ዝብላ። ኣነ እውን ብህዱእ መንፈስ ቀስ ኢለ እንታይ ከም ዘጋጠሞ ብምሕታት ሕቶታተይ ጀመርኩ። ዳኒ ተለኽ እንዳበለ ሕማቕ ከም ዝገበርኩ ይርድእኒ እዩ። ንኽልቴና እንታይ ከም ዝደፋፍእና ይፈልጥን እየ። ብሓንቲ መዓልቲ ትፍረድኒ በጃኺ ይቕረ ግበርለይ። ኣነ ካብ ልቢ እየ ዘፍቅረኪ። ብሰንኪ ናይ ሓንቲ ሕማቕ መዓልቲ ጌጋ ንዓኺ ከስረኪ ስለ ዘይተዋሕጠለይ ብገዛእ ነብሰይ ገመድ ተሰቒለ ክሕነቕ ዝሓሰብኩ። ብምባል ተዛረበኒ። ኣነ ውን ዋላኳ ፍቕሩ ኣይውጸለይ በቲ ዝገበሮ ይቕረ ከም ዝበልክሉ ብምሕባር ፍቕርና ግን ከም ዘብቅዐ ክኸውን ከም ዘይክእል ነጊረ ካብ ሆስፒታል ወጺኤ ንገዛይ ተመለስኩ። ብምባል ናተይን ናይ ዳነን ፍቕሪ ኣብዚ ኣብቂዑ። ዘይሃስስ ቁስሊ ስለ ዝኾነኒ ቃንዛይ ከይትንከፍ ክብል ክሳብ ሕጂ ዘየዕለልኩኹም ብምባል የዒንታ ናብ ሃብቶምን ናብ ሄለንን ጠመተት። ሃብቶም ብትኹረት ናብ ቅሳነት እንዳጠመተ ሕጂ እሞ እንታይ ትራኸቡ ዶ ብምባል ሕቶኡ ቀጸለ። ቅሳነት ትቕብል ኣቢላ ተራኺብና ኣይንፈልጥን ኢና። ንሱዛን ይኹን ንዳኒ በቲ ኣብ ልዕለይ ዝገበሮ ቀልጢፈ ክርስዖም ስለ ዘይከኣልኩ ገዛ ክቕይር ኣለኒ ኢለ ድሕሪ ምውሳን ገዛ ደልየ ናብዚ ገዛውቲ መጽየ። ምሳኹም ጥዑማት ሰባት ከማን ተላለይ ብምባል ዘረባ ኣቋረጸት። ሄለን ውን ብጊድያ፣ ብጣዕሚ ዓባይ ሰብ ኢኺ ቅሱን፣ ማለት ብዓቢኡ ንስኺ ክልተ ግዜ ኢኺ ስዒርክዮም፣ ካብቲ ዝበደለኪ ንላዕሊ ትርጉም ሕድገት እንታይ ምዃኑ ብይቕረ ምባል ኢኺ ኣርኢኽዮም በለታ። ቅሳነት ውን እወ ሓቂ ክለኺ ሄሉ ብምባል ዘረባኣ ቀጸለት፣ ሕድገት ምግባር ማለት እኳ ነቲ ዝተሰማዓካ ናይ ሕነ ምፍዳይ ወይ ናይ ቂም ስምዒት ምውጋድ ማለት እዩ፣ እቲ ሰብ ዝበደለካ በደል ረሲዕካዮ ማለት ዘይኮነስ፣ እቲ በደል ንዓኻ ንቕድሚት ከይትስጉም ክኣስረካ ከም ዝፈቐድካሉ እዩ ዘርኢ። ብዙሕ ግዜ ሕድገት ንበደለኛ ጥራይ ዝወሃብ ይመስለና፣ ግን ብሓቂ ሕድገት ንነብሰኻ እዩ ዝጠቅም። ቂም ሒዝካ ምጉዓዝ ከቢድ ጾር እዩ፣ ሕድገት ክትገብር ከለኻ ግን ነቲ ጾር ኣውሪድካ ናይ ኣእምሮ ሰላም ትረክብ። ሓደ ሰብ ምስ ዝበደለካ፣ ንዕኡ መሊስካ ክትጎድኦ ዓቕሚ እናሃለወካ ከሎ ይቕረ ኢልካ ክትሓልፎ ምምራጽ ዓቢ ሰብኣውነት እዩ። ሕድገት ምግባር ነቲ ዝተበላሸወ ርክብ ዳግማይ ንምሕዳስ ኣፍ ደገ ይኸፍት እዩ። ይኹን እምበር፣ ሕድገት ምግባር ማለት ግድን ምስቲ ሰብ ከም ናይ ቀደም ርክብ ክህልወካ ማለት ኣይኮነን። ይቕሬታ ክትገብረሉ ግን ከኣ ንነብስኻ ንምክልኻል ካብቲ ሰብ ክትርሕቕ ትኽእል ኢኻ። ሕድገት ምግባር ማለት እቲ ዝተገብረ በደል ትኽክል እዩ ወይ ኣይጎድእንን እዩ ምባል ኣይኮነን። የግዳስ ካብቲ ዝበደለኒ ሰብ ንላዕሊ ሰላመይ ይበልጽ። ኢልካ ምውሳኒ ብምባል ዘረብኣ ወደእት። ሃብቶምን ሄለንን ጽቡቕ ኣምሲና፣ ናይ ሎሚ ኣውዳእመት ፍልይቲ እያ ብምባል ተመሳጊኖም ገገዝኦም ከዱ። ታሪኽና ተፈጸመ። ካብዚ ታሪኽ ንመሃሮ እንተሎ ንዝበደለካ ብዓይኒ ምሕረት ጠሚትካ ሕድገት ምግባር እዩ። ምሳና ስለ ዝጸናሕኩም ኣዚና ነመስግን። ነዚ ሜድያ ሓደስቲ ዝኾንኩም ንዓና ንምትብባዕ ላይክ ሼር ሳብስክራይብ ብምግባር ሓገዝኩም ኣይፈለየና እንዳበልና ናይ ሎም መደብና ኣብዚ ወዲእና ኣለና የቐንየልና ሰሰናዩ ንዓኹም